ህይወት ናብቲ ትደልዮ መንገዲ ክተማእዝና ዘይትኽእል ሕልሚ እያ ከም ዕጫኻ እምበር ከም ምርጫኻ ኣይኮነን ዝበሃል እውን ሓቀኛ ኣበሃላ እዩ ሓደ ሓቀኛ ታሪኽ ወይ ዛንታ ክነግረኩም እዋኑ ክልተ ሽሕን ዓሰርተ ሰለስተን ወርሒ ሓምለ ዕለት ዕስራን ሓሙሽተን እዩ ነይሩ። በዓልቲ ገዛይ ነብሰ ፁር ስለ ዝነበረት ናይ ውላድ ሰዓታ ኣኺሉ ማለት ቃንዛ ምስ ተሰምዓ ናብ ሆስፒታል መቐለ ንኸይድ ልክዕ ሰዓት ዓሰርተን ዓሰርተን ናይ ወጋሕታ ድማ ተገላጊላ ማለት እውን ወሊዳ ጥዒቲ ሓራስ ኮይና ኣነ ከኣ ኣብ ጎና ኮይነ ይኣልያ ነበርኩ። ሽዑ እየ ሓካይም ነንባዕሉ ክዘራረቡ ሰሚዐ። በቲ ፍጻመ ድማ ኣዝየ ሓዚነ። ሓንቲ ብሰራዊት ሻዕብያ ተደፊራ ዝወለደቶ ህፃን ብጨርቂ ዓፊና መገዛእ ውላዳ እስትንፋሱ ሕሊፋቶ ክብሉ ሰማዕኹዎም። ደሓር ናይ ብሓቂ ድዩ እዚ ፍጻመ ኢለ ትኹረተይ ብምልኡ ናብኣቶም ገበርኩም ድሓር ስለምንታይ ከመይ ከምኡ ገይራ ኢሎም ብዙሕ ዕላል ክዕልሉ ኣድሁበይ ናብኣቶም ገይረ ይሰምዖም ነበርኩም ድሓር ሓደ ዶክተር ስለምንታይ ከምኡ ጌርኪ ኢልዋ ኣነ ነቲ ናይ ሽዑ እዋን እንዳዘከርኩ ክነብር ኣይደልን በለት እሞ ኣብኡ ዝነበረ ሰብ ኩሉ ፀረፋ ተጋጊኺ ኢሎም ድማ ወቐስዋ ንሳ ድማ ኣቱም ሰባት ኣነ ዘሕለፍክዎ ጉድ ኣይረኣኹምን ንዓይ ልዕሊ ሽዱሸ ወታደር ወይ እውን ሰራዊት እዮም ደፊሮምኒ ናይ መን ከም ዝኾነ ውን እዚ ህጻን ኣይፈልጥን ካልኣይ ናብ ማህጸነይ ባእድ ነገር ማለት ውን ስብርባር ሓጺን ላማ ዝተፈላለዩ ነገራት ስለ ዝገበሩ ኣብ ሕልናይ ዘይሃስስ በሰላ ወይ ውን ሕማቕ ስለ ዝረኣየኒ ጠቕሊለ ክርስዖ ደልየ ኣለኹ ግደፋኒ ኢላ ንብዓታ እንዳፍሰሰት ሓቂ ዘረባ ተደንግጸካ ግን ኣዶ ብውላዳ ትጭክን ድያ ኢለ ተገረምኩ እዛ ትርእይዋ ዘለኹም ድሮ ዓብያ ተፃውተኒ ጓል ሰለስተ ዓመት ክትመልእ ሒደት ኣዋርሒ ተሪፍዋ ኣሎ። ኣብ ተመሳሳሊ ሰዓት እየን ተገላጊለን ምስ በዓል ቤተይ ስለዚ በዓልቲ ቤተይ ካብዚ ኩነታት እዚ ወፂና ገዛ ምስ ከድና እታ ምሳኺ ኮይና ቃንዛ ወይ ውን ተስምዕ ዝነበረት ናይ ናይ ሕርሲ ድምፂ ተስምዕ ዝነበረት ምስ ወለደት ነቲ ህፃና ዓፊና እያ ቀቲላቶ ኢለ ምስ ነገርኩዋ ናይ ብሓቂ ብዙሕ ዘረባ ተዛሪብና ማለት ክርክር ዝዓይነቱ ዳርጋ ተኸራኺርና ንሳ ተጋጊያ ትብለኒ ኣነ በቲ ሽዑ ዝነበረ ወቕቲ ኣነ እውን ንእሽተይ ሓቃ ናይ ታይሞ ናይ መን ኢላ ክተዕቢ ገለ ዝዓይነቱ ነይሩኒ ብዝኾነ ግን በቲ ዘእመንህና ሓሳብ ዝኾነ ይኹን ካብ ዝኾነ ይኹን ሓደ ህፃን ወይ እውን ሓደ ውላድ እንተተፈጢሩ ብናትካ ህያብ ብፈጣሪ ብርኣያ ስላሴ ዝተፈጠረ ሰብ ክተዕብዮን ክትንከባኸቦን እዩ ነይርዋ ብጣዕሚ ተጋግያ እዛ ኣደ ተዘይ ተጋግየ ካብ ከተማ ውቅሮ እያ መፅያ ንክትሓርስ የስታውስ እየ ከምኡ እንዳበሉ ክዛረቡ ሰሚዐ እዮም ነይረ ሕጂ ድሕሪ ሰለስተ ዓመት ተመሊሰ እየ ነዚ ታሪክ እዚ ዝነግረኩም ዘለኹ ኣብቲ ኩነታት ንሱ ኣነ ክጽሕፎ ወይ እውን ነቲ ታሪኽ ናብ ድርሰት ናብ ከምዚ ዓይነት ክቕይሮ ሓሳብ ነይሩኒ ግን ምስ ዝነበረ ኩነታት ክሳብ ሕጂ ስለ ዘይተመቸወኒ ብዙሕ ክኸዶ ኣይከኣልኩን እምበር እቲ ዝነበረ ፍጻመ ብመልክዕ ድራማ ድዩ ወይ ብመልክዕ ዝኾነ ሓቀኛ ታሪኽ ጌርካ ክጸሓፍ ይኽእል ነይሩ እዩ ኣጋጣሚ ኮይኑ ግን ኣይገበርክዎን ስለዚ ኣብዛ ዓለም ዘይተነግረ እምበር ዘይተገብረ የለን ዝበሃል ለካስ ሓቂ እዩ ኢለ ኣሚነ የቐንየልና